ኣብ ቤት ፈርዲ ውሽጢ ብዛዕባ እተፈጥሩ ብጣዕሚ መደነቕትን መገረምትን ኢሉ እውን መሕዘኒ ተግባር እየ ሒዘልኩም መፅየ ዘለኹ። ናይቶም ተሃሰይቲ ቤተሰብ ስምዒቶም ምቁፅፃር ስለ ዝኣበዮም ኣብቶም መጥቓዕቲ ዝፈፀሙ ሰባት ብሃንደበት ጠጒጎም ብምኻድ ንክሃርምዎምን ኢሉ እውን ካልኦት ተግባራት ኣብ ቤት ፈርዲ ውሽጢ እናፈፀሙን እዩ። ነዚ ቪድዮ ከም እትፈትውዎ ተስፋ እናገበርኩ እንድሕር ፈቲኹምዎ እውን ላይክን ሸርን ኢሉ እውን ናብዚ ቻናል ሓደሽቲ ዝኾንኩም ድማ ሰብስክራይብ ብምግባር ቤተሰብ ኩኑ እናበልኩ ክሳብ ናይቲ ቪድዮ መፈፀምታ ሓቢርኩምኒ ፅንሑ። እዚ ሮሄል ኦኔሊ ዝበሃል ኣብ ናይ ፍሎሪዳ ግዝኣት ብናይ ቀዳማይ ድግሪ ገበን ጥፍኣት ተኸሲሱ፣ ኣብ ቅድሚ ዳይና ቀሪቡ እዩ ዘሎ። ኦኔል ንጓል ሰላሳን ሰለስተን ዓመት ዝኾነት ንኣፍቃሪቱ ኬንያታ ባሩን ብጥይት ብምእራም ኢሉ እውን ድማ ንወዲ ሸሞንተ ዓመት ቆልዓ ብኻራ ወጊኡ ብምቕፃል እውን ኣብቲ ገዛ ውሽጢ ነዳዲ ብምፍሳስ ኣቃፂልዎም እዩ። ኮይኑ እውን እቲ ሓደ ወዲ ትሽዓተ ዓመት ዋላ እንተሃደመ ብሓዊ ተቓፂሉን ቆሲሉን እዩ ነይሩ። ከም ዕድል ኮይኑ ብናይ መርመርቲ ሓገዝ ብቕልጡፍ ናብ ሆስፒታል ተወሲዱ ነይሩ። እሞ ደኣ ኦኔል ነዚ ገበን ፈጺሙ ክሃድም ምስ በለ ኣብ ትሕቲ ቀይዲ ስለ ዝወዓለ ናብ ቤት ፍርዲ ይቐርብ። እዚ ገበነኛ ኣብ ቤት ፍርዲ ውሽጢ ኮይኑ ዘርኣዮ ተግባር ብጣዕሚ መገረሚ እዩ ነይሩ። ኦኔል ናይ ርእሱ ኩነታት ዳሕና ከም ዝኾነ ስለ እተረጋገጸ ንምስክር ንዝመጸ ነቲ ሓደ ውላዱ ሕቶ ንክምልስ ተሓተተ። ነቲ ቆልዓ እውን ኣብቲ መዓልቲ ምሸት ጎዲኤካ ድየ ክብል ይሓቶ። እቲ ቆልዓ እውን እወ ክብል ነቲ ሕቶ ይምልሰሉ። ኣስዒቡ ከመይ ከም ዝጎዳእኩኻ ክትዛረበኒዶ ትኽእል እንትብሎ እውን ኣዚኻ ሃሪምካኒ ክብል ይምልሰሉ። ካብዚ ንደሓር በቲ ዝገበሮ ነገር ነቲ ገበን ከም ዝወዓሎ ይኣምን። ኮይኑ ግን ብዛዕባ እቲ ዝገበርክዎ ነገር ፈጺመ ኣይጣዓስን ይቕሬታ እውን ኣይሓትትን ክብል ኣብቲ ቤት ፍርዲ ውሽጢ ዓውታ እናስመዐ ክዛረብ ጀመረ።

ከምዚ ዓይነት ተግባር እውን ሰብኣውነት ዝጎደሎ ብጣዕሚ መሰካሕ ተግባር እዩ ብምባል ናይ ሰለስተ ተኸታታሊ ናይ ዕድመ ልክዕ ማእሰርትን ንቴስዓ ዓመታት ፅኑዕ ማእሰርቲ ኣብ ቤት ማሕዩር ንኽፀንሕ ትውስነሉ ንብሕቱ እተረፈ ወዲ ትሽዓተ ዓመት ንኡስ እውን ናብ መዕቤቲ ይወሃብ። wrong of us because we're not monsters። እዚኣ ሚስክና ኣደ ዳይመን ዳይቨርስ እያ ትበሃል። እታ ጓል ዓሰርተ ሽዱሽተ ዓመት ብሕታዊት ጓላ ን ዕስራን ክልተን ግዘ ብጥይት ተሃሪማ እተሓደገት ሰብ እያ። ኣብ ጃንዋሪ ዓሰርተ ሓደ ብ ክልተ ሽሕን ዓሰርተ ሰለስተን እታ ጓል ዓሰርተ ሽዱሽተ ዓመት ዳይመንድ ምስ ናይ ገዛ ከልቦም ወክ ክትገብር ጀመረት እሞ ደኣ ከይሓሰበቶ ፍራንክ ፋታል ዝተበሃለ ወዲ ዓሰርተ ትሽዓተ ዓመት ሰብ ሽጉጥ ተኲሱ ይቐትላ። ናይቲ ፖሊስ ምርመራ ከም ዘረጋገጾ ክልቲኦም ርክብ ከም ዝነበሮምን ንፈላለ ምስ በለቶ ፍቓዱ ብዘይምዃኑ እቲ መጥቃዕቲ ከም ዝፈጸሞ ተፈሊጡ እዩ። ኣብቲ ናይ ቤት ፍርዲ ከይዲ ውሽጢ ናይ ዳይመንድ ኣደ እታ ብሕታዊት ጓላ ብሓደገኛ ሰብ ስለ እተሓድገት እንታይ ከም ዝተሰመዓ መግለጺ እናሃበት እንኮላ ፍራንክ እናሰሓቐ ትሪኦ። በቲ ላግጺ ኣዝያ ዝሓረቐት ኣደ ሕርቃና ክትቋጸጸሮ ስለ ዘይከኣለት ናብኡ ማህሰይቲ ንኽተብጽሕ ኣዱ ትጽጋዕ። ነዚ ዝረኣየት ናይቲ ቀታሊ ኣደ ንኽትሃርሞ ምስ ዝመጸት ምስ ናይ ዳይመንድ ኣደ ንኽትከላኸል ብቕልጡፍ ትጎዪ እሞ ክልቲኤን ክሳድ ንኽሳድ ይተሓሓዛ። ኣብ መወዳእታ ፖሊስ ነቲ ምትሕንናቕ ስዒቡ ንክልቲኤን ኣደታት ብምፍልላይ ኣብቲ ቤት ፍርዲ ውሽጢ ንዝነበረ ናይ ህውከት ተግባር ብምዝሕሓል እቲ ዳይና ፍራንኪ ብዝፈፀሞ መሰክሒ ገበን መቕፃዕቲ የመሓላልፍ። ኣብ መወዳእታ ፍራንኪ ናይ ኣርባዕን ሓሙሽተን ፅኑዕ ማእሰርቲ ይፍረደሉ። ነዚ ካልእ ንሪኦ ዘለና ኣብ ቤት ፍርዲ ውሽጢ ካብ ዝተፈጥሩ መሕዘንትን መገረምቲ ኩነታትን ውሽጢ ናይዚኣቶም ቤተሰብ እዩ። እዚ እትርእይዎ ዘለኹም ወዲ ዓሰርተ ሸሞንተ ዓመት ፒተን ጄደን ብብዙሕ ናይ ገበን ዓይነት ክሲ ቀሪብሉ ኣብ ቤት ፍርዲ ቀሪቡ እዩ ዘሎ። ማይ ዓሰርተ ኣርባዕተ ብክልተ ሽሕን ዕስራን ክልተን ኣብ ኒውዮርክ ውሽጢ ዝርከብ ፌርድሊ ማርኬት ኣብ ዝተብሃለ ስቶር ውሽጢ ቶኽሲ ብምኽፋቱ ብዘሐዝን ኩነታት ዓሰርተ ፀለምቲ ብቁልጡፍ ህይወቶም እንትስእኑ እቶም ሰለስተ ድማ ብዝኸፈኣ ኩነታት ማህሰይቲ በፂሕዎም ነይሩ። እዚ መንእሰይ ውልቀ ሰብ ነቲ ገበን ድሕሪ ምፍፃሙ ሽዑ ኣብ ትሕቲ ቀይዲ ውዒሉ ሕጂ ቅፅዓቱ ንክቕበል ናብ ዳይና ቀሪቡ እዩ ዘሎ። ይኹን እምበር ኣብቲ ቅድሚት ግን ናይቶም ዝተጎድኡ ቤተሰብ ንዝተሰመዖም ሓዘን እናመሓላለፉ እዮም። ኣብዚ ሰዓት እዩ ነይሩ እቲ ቤት ፍርዲ ብሃንደበት ዝተሓመሰ። ኣዝዮም ዝሓዘኑ ናይቶም መወትን ተጎዳእትን ቤተሰብ ከምዚ ክብሉ እናተዛረቡ እዮም ነይሮም።

ካብዚ ንደሓር እቲ ኩነታት ንክሃድእ ካልኢታት ድሕሪ ምውሳዱ እንደገና ናብ ዳይና ይቐርቡ። ብምቕጻል እቲ ገበነኛ ፒተን ብዛዕባ እተሰመዖ ነገር ክዛረብ ጀመረ፣ ኣብታ መዓልቲ እወ ሕማቕ ተግባር ፈጺመ እየ። ነዚ እውን ዝገበርክዎ ጸለምቲ ስለ ዝኾኑን ብጽልኢትን ተለዓዒለን እየ ኢሉ እውን ዋላ ሓደ ሰብ ነቲ ኣነ ዝፈጸምክዎ ገበን ንኽፍትን ኣይመክርን ክብል መግለጺኡ ሃበ። ኮይኑ እውን ፒተን ብቲ ዝሰርሖ ገበን ህይወቱ ምሉእ ኣብ ቤት ማእሰርቲ ንከሕልፍ ይብየነሉ። እዚ ሓደገኛን ነታ ዳይና ከይተረፈ መጥቃዕቲ ዝፈተነ ወዲ ሰላሳ ዓመት ዴብራሪ እዩ። እቲ ገበን ኣብ ልዕሊ ሓደ ሰብ ብናይ ቤዝቦል መጥቃዕቲ ብምፍጻሙ ተታሒዙ ናብ ፍርዲ ቀሪቡ እዩ ዝርከብ። ምናልባት እዚ ገበኑ ካብ ሓደ ክሳብ ኣርባዕተ ዓመት ከፍርዶ ዝኽእል እዩ ነይሩ፣ ኮይኑ ግን ካብዚ ንደሓር ኣብ ቤት ፍርዲ ውሽጢ ብዝፈጸሞ ዘይተሓስበ መጥቃዕቲ ምኽንያት እቲ መቕጻዕቲ ንክብእስ ገይርዎ እዩ። ኣብዚ ናይ ክላርክ ካውንት ምስ ዳዳይና ሜኬይሁስ ቃለ መሕተት እናተገብረሉ እዩ። ንሱ እውን ስኪሶፌርዚያን ባይፑላር ዲስኦርደር ምስ ዝኾነ ናይ ርእሲ ጸገም እናተቓለሰ ከም ዝኾነን ዕድል ተዋሂብዎ ቀሊል ዝኾነ ቅጽዓት ንክወሃቦ ከእምን ፈተነ። እታ ዳይና ሁስ እውን ነቲ ዝርርብ ድሕሪ ምስምዓ ኮይኑ ግን ነቲ ቅጽዓት ከም ዝቕበሎ ምስ ትዛረቦ ኣብዚ ሰዓት እዩ ነይሩ ዘይተሓስበ ነገር ሪን ዝገበረ ኣብ ልዕሊ ዳይና ሁስ ነጢሩ ብቦክሲ ብምህራምን ጨጉራ ብምምጫትን ይሃስያ ኮይኑ ግን ብቕልጡፍ ፖላይስ ስለ ዝበጽሑ ኣብ ልዕሊ'ቲ ገበነኛ ማህረምቲ የካይዱሉ። ድሕሪ መዓልትታት ሪን ናብ ቅድሚ ዳይና ይቐርብ። ኣብ ገጹን ኣብ ዝባኑን ጉድኣት ስለ ዝበጽሖ፣ ገጹ'ውን ብማስክ ተሸፊኑን ኣእዳዉ ብካቴና ተኣሲሩን ይኣቱ። ኣብ ገጽ ዳይና ሁስ ተመሊሱ ዝቐረበ ሪን፣ ተወሰኽቲ ክስታት ይቐርበሉ። ብምስራቕ፣ ብናይ መጥቃዕቲ ገበን ብምፍጻምን ብባጫን ኢሉ'ውን ኣብ ቤት ፍርዲ ውሽጢ ኮይኑ ኣብ ልዕሊ ዳይና ሁስ መጥቃዕቲ ብምፍጻም ሪን ንዓሰርተ ዓመታት ኣብ ማእሰርቲ ንኽጸንሕ ትፈርደሉ። ኣብ መወዳእታ፣ ስምዒቱ ክቆጻጸር ዘይኸኣለ ናይ ተጎዳኢ ቤተሰብ ዝኾነ ኣንጀላ ፊልድስ እዩ ዘርእየና። ኣብ ደቡብ ካሮላይና፣ ኦገስት ክልተ ሽሕን ዓሰርተ ሸውዓተን፣ ወዲ ዓሰርተ ሸውዓተ ዓመት ሌንጊ ጆንስ ምስ ምንኣስ ሓው ጄዲን ጆንስ ብወዲ ዓሰርተ ሸሞንተ ዓመት ዊልያም ፋን ፊልድስ ናይ ቅትለት ገበን ብምፍጻም ክሲ ቀሪቡሎም ኣብ ቤት ፍርዲ ቀሪቦም እዮም ዘለዉ። ንብሕታዊ ወዶም ዝተሓደጉ ናይ መዋቲ ወለዲ፣ ኣዲኡ ኣንጀላ ፊልድስን ኣቡኡ ዊሊ ኬሊ ፊልድስን ብዛዕባ እተሰምዖም ሓዘን መግለጺ እናሃቡ እዮም ነይሮም። ናይ ውሽጢ ሕማሙ ምቁጽጻር ስለ ዝኣበዮ መግለጺ እናሃበ እዩ ነይሩ፣ ኮይኑ እውን ኣደ ሞራላ ተሰይሩ እናበኸየት ኣብ ትዛረበሉ ግዘ ናይ ውሽጢ ሕማሙ ክቆጻጸር ዘይከኣለ ኣቦ ናጎየይ ብምምጻእ ኣብቲ ልዕሊ ገበነኛ መጥቃዕቲ ንኽፍጽም በርተነ። ኮይኑ እውን ፖላይስ ጠጠው ንኸብልዎ ዋላ እንተተፀገሙ ኣብ መወዳእታ ግን ክፈልይዎ ከኣሉ።

ድሕሪ ደቓይቕ እቲ ቤት ፍርዲ ምስ ሃደኣ፣ ኣብ መወዳእታ ኒንዲ ናይ ሰላሳ ዓመት ማእሰርቲ እንትብየነሉ፣ እቲ ምንኣስ ሓው ጄዲን ብናይ መናእሰይ ቤት መሓዩር ናይ ሽዱሽተ ዓመት ማእሰርቲ ይመሓላለፈሉ። ክቡራት ቤተሰብ ንሎማዕንቲ ካብ ዝመረጽክዎም ናይ ቤት ፍርዲ ፍጻመታት ነዚ ይመስል ነይሩ። ንዘለኩም ርኢቶ ኣብ ኮሜንት ምግዳፍ ኣይትረስዑ እናበልኩ ሓደሽቲ ዝኾንኩም ድማ ሰብስክራይብ ብምግባር ቤተሰብ ይኹኑ።